ንሕና ነድንቖምን ንብህጎምን ብሉጻት ሰባት ንብሎም ዝተኣከቡሉ ኣዳራሽ በጋጣሚ ኮንካ ኣቲኻ ኣለኻ። ኣቲኻ ከኣ ንዕኦም ብምርኣይካ ሓጎስ ውርር ይብለካ ኣሎ እሞ ሓጎስካ ከኣ ትጽንብል ኣለኻ። ኣጋጣሚ ኮይኑ ብድሕሬኻ ዘሎ ትንክፍ ኣቢሉ ናትካ ባህርያት ከ ካበየናይ እዩ ኢሉ እንተ ዝሓተካ እንታይ ምኾነ መልስኻ? እስኪ ኣብ ኮመንት ክጽበየካ እየ። ግን ናይ ዝበዛሕና ሰባት መንጨሮር ምሓዘና ነይሩ ሕጂ ተስፋ ክህበካ ተስፋ ክህበካ ዘይኮነ ከዓኒ ሓቀኛ ምዃኑ ከረጋግጸልካ እየ እምበኣር እዚ ተፈታዊ ተባሃጊ ብሉጽ ዝገብረካ ባህሪ እንድሕር ክትሕስ ኮንካ እዛ ቪድዮ እዚኣ ንዓኻ እያ ትምልከት ማለት እዩ ሰላምታ ኣይረሳዕኩን ዘለኹ ሰላም ክቡራት ቤተሰብ ከመይ ቀኒኹም ሓደሽ እንድሕር ኮንኩም እንቋዕ ብደሓን መጻኹም ስመይ ኣሰልጣኒ ዮሃንስ ኢሳያስ ይበሃል እዚ ቻነል እዚ ከመይ ጌርና ኣተሓሳስባና ኣመለኻኽታና ኣብ ገዛእ ነብስና ብባዕልና ለዊጥና ከመይ ጌርና ነገራትና ነመሓየሸሉ እዩ ስለዚ ኣብዚ ቻነል ዝዝርጋሕ ቁምነገር ሓዘል ትምህርትታት እዩ። ቁምነገር ሓዘል ንምርኣይ እንድሕር መጺኻ ሳብስክራይብ ብምግባር ናይ ደወል ምልክት ጥውቕ ኣብል። ብምሉኡ መደባት ኣብ ሰዓቱ ናባኹም ክበጽሕ እዩ። ላይክ እንድሕር ጌርኩሞ ብዙሓት ሰባት ክከታተልዎ ክጅምሩ እዮም። ሼር እንድሕር ጌርኩሞ እውን ብዙሓት ሰባት ክረብሑ ክጅምሩ እዮም። እምበኣር ሕጂ ኣዕሚቐ ክትንትኖ ክጅምረ ተፈታዊ ተባሃጊ ቡሉጽ ዝገብሩኻ ባህርያት ክንርኢ ኢና ማለት እዩ ግን ምልስ ከብለኩም ገለ ዓመታት ንድሕሪት ናብ ዓዲ እንዳ ገሽኩ ከለኹም ምስ ሓደ ኣቦ ኮፍ ኢለ ኔረ ኣብ ጎነይ ንዕለል ኔርና ጥዑም ዕላላት ማለት እዩ ሕጂ ካብቲ ዓዲ ውርድ ምስ በልካ ናብቲ ገዛውቲ ንእሽተይ ብእግሪ ዝኽየደሎ ብእግርና ምስዞም ኣቦ ሰለይ እንዳበልና ከለና እዞም ኣቦ ኣቖልዑት ክጻወቱ ጸንሕዎም እሞ እንታይ ይገብሩ ጠጠው ኣቢሎም ኣቦ እንቋዕ ደሓን መጻኹም ደሓን ዲኹም እብልዎም በቃ እሶም ከኣ ጽቡቅ ጌሮም ምልስሎም ንእሸይ ክኢድ ምስ በልናኻ ኣለው ኣዕሩኽቶም ከምኦም ኣቦታት ዝኾኑ ማለት እዩ ጠጠው ኢሎም ኣያኸሶ ደሓን ዲኻ ከመይ ኣለኻ እንቋዕ ደሓን መጻኻ ግዜ ወስዱ ጽንሕ ኢልካ ንእሸይ ምስ ከድካ ከምኡ ጠጠው ጽንሕ ኢልካ ምስ ከድካ ንእሸይ ጠጠው ሕጂ እታ ጠጠው በጺሓ እዞም ኣቦሲ እሞ ከኣ ብኽብረት ከምዚ ገይሮም ዝቕበልዎምሲ ዕድለኛ እየ ኢለ ብውሽጠይ ሓሰብኩሞ እስኪ ክሓቶም ኣለኒ ኢለ ኣቦኡ ከመይ ገይሩ እዚ ተፈታዊ ባህሪ ክህልወኩም ክኢሉ ኢለዮም ወዮ ኣቦ ፍሽኽ እንዳበሉ እዚ ወደይ እዚ ባህርያት እዚ ከምጽኦ ከለኹ ዋጋ ከፊለሉ እየ ኢሎምኒ። ዋጋ ማለት መዓልታዊ ዝገብሮ ዝነበርኩ ነገር እዩ። መዓልታዊ ንጥፈታተይ ዝገብሮ ዝነበርኩ እዩ ኣብዚ ሕጂ ተፈታዊ ትርእየኒ ዘለኻ ኢሎምኒ። እምበኣር ሕጂ ኣርባዕተ ነገራት ክነግረካ እየ እዘን ኣርባዕተ ነገራት እንተተግቢርካየን ከማይ ጥራሕ ዘይኮነ ካባይ ዝበልፅ ነገር ክትገብር ኢኻ ካባይ ዝበልፅ ባህርያት ኣዝዩ ምስ ሰባት ሕጉስ ዝኾነ እሞ ኻዓ ክብረት ዝመልኦ ኣቀራርባ ክትቀርብ ኢኻ ኢሎምኒ ሕራይ ኢለ ነተን ነጥብታት ንክሰምዕ ኣዝየ ተሃዊኸ እዘን ነጥብታት ኣነ ዝወሰድክወን ንዓይ ዝጠቐማኒ ናባኹም ኣነኸ ንምንታይ ዘየካፍለን ካብ ዘለካ ምክፋል እዩ ስለዚ ናባኹም ኣካፍለን ኣለኹ ጽን ኢልኩም ምስማዕ ኣይትሕመቁ። ቀዳመይቲ ነጥቢ መሰረት ኣብ ምንታይ ኣቀሚጥካ ኣለኻ ክትፈልጥ ክትክእል ኣለካ። እዚ ክንብል ከለና ኩሉ ግዜ ኣበየናይ ቦታ ጠጠው ኢልካ ከምዘለኻ ክትፈልጥ ክትክእል ኣለካ። ራዳላምሽ ጽቡቕ እስከ ሕሰቡ ሰለስተ ባህርያት ኣብ ኣእምሮኻ ሕሰብ ምናልባት ቅንዕና ሕሰብ ምናልባት ወን ርህራሄ ሕሰብ ምናልባት ውን ትብዓት ሕሰብ ካብዘን ሰለስተ ዝነገርኩኹም ቅንዕና ርህራሄ ትብዓትን ሓንቲ መውሰድ መዓልታዊ እዛ ነገር እዚኣ እንተዘተግብራ እንታይ ምኾንኩ ነይረ? ኣብ ምንታይ ደረጃ ምሃለኹ ነይረ ኢልካ እስከ ሕተት። መልስኻ እንታይ ምኾነ? ኣብ ኮመንትኻ ጸሓፈለይ። ክህልወካ ከ ትደሊ ዶ? ስለዚ ክህልወካ እንተኾይኑ እንታይ ክንገብር ክንክእል ኣለና? ክንቅጽል ኢና። ንኣብነት ቅንዕና መሪጽካ ንበል። ቅንዕና መሪጽካ ኣለኻ ማለት መኣስ? ምስ ካልእ ሰብ ጥራሕ ዘይኮነ ምስ ገዛእ ነብስኻ እውን ቅኑዕ ኰንካ ኣለኻ ማለት እዩ። ኣብ ከቢድ እዋን፣ ኣብ ጽንኩር እዋን ንገዛእ ነብስኻ ቅኑዕ ክትኰነላ ትኽእልዶ? ንገዛእ ነብስኻ እንድሕር ቅኑዕ ክትኰነላ ክኢልካ ነቲ ካልእ ሰብ እውን ቅኑዕ ክትኰነሉ ኢኻ ማለት እዩ። ስለዚ ኣብ ምንታይ ኵነታት ኣብቲ ልምሉም ዝዀነ ወይ ከኣ ኣብቲ ምቹእ ዝዀነ ግዜ ዘይኰነሲ እንኮላይ ኣብቲ ጽንኩር ዝኾነ እዋን። ንገዛእ ነብስኻ ቅኑዕ ኮንካ ንኻልእ ሰብ ቅኑዕ እንድሕር ኮንካ እቲ ዝደሊኻዮ ዘለኻ መሰረት መዓልታዊ ኣብ ምህናጽ ተረኺብካ ኣለኻ ማለት እዩ። ካልኣይቲ ነጥቢ ኣብ ንኣሽቱ ህሞታዊ ልምድታት ምትኳር እዩ። እዚ ክንብል ከለና። ሕስብ እሞ ኣብልዎ፣ ስራሕ ውዒልካ ድኽም ኢልካ መጺኻ ኣለኻ፣ ደኺምካ መጺኻ፣ ኣጋጣሚ ሓደ ከኣ ዝተሸገረ ኣብ መገድኻ ረኽበካ እሞ ሓገዝ ተዝሓተካ፣ ሓገዝ ምሓገዝካዮዶ ኔርካ እዩ እቲ ሕቶ፣ እስኪ እንታይ ምገበርካ? መልሲ ኣብ ኮመንት ሕጂ እውን ክጽበ እየ ሕጂ ናብቶም ናይ ኣቦ ታሪክ ምልስ ከኣ ከብለካ እዞም ኣቦ ንገዛእ ነብሶም መዓልታዊ እንታይ ኣበርክቶ ገይረ እንታይ ሓጊዘ እንታይ ሓደ ርህራሄ ወይ ከዓ ናይ ብሉፅ ሰብ ባህርያት ንክህልወኒ ሎም መዓልቲ እዚ እንታይ ኣበርኪተ ኢሎም ምሸት ገዝኦም ክኣትዉ ከለዉ ግምገማ እዮም ዝወስዱ ነይሮም እስኻኸ ሎማዓንቲ እንታይ ኣበርኪትካ? እዛ ቪድዮ እዚኣ ምስ ወዳእኻያ እንታይ ወሲንካ ኣለኻ? እንታይ ኢኻ መዓልታዊ ክትገብሮ ዘለካ? ዳሕራይ እንዳቐጸልና ክንከይድና ማለት እዩ። ሳልሳይ ነጥቢ ካብ ጌጋታትካ ተምሃር። እዚ ክንብል ከለና ሰብ ኮይኑ ሕንፍሽፍሽ ዘይኣትዮ የለን፣ ዘይጋገ ሰብ የለን። ትጋገ ኢኻ ግን ካብ ጌጋኻ ትምሃር ዶ እዩ እቲ ሕቶ። ከም ሰብ ክትጋገ ከለኻ እቲ ጌጋ ናትካ ምዃኑ ኣሚንካ ካብቲ ጌጋ ክትመሃር ትጅምር ዶ እዩ እቲ ሕቶ? እስኪ እንታይ ይመስለኩም? ትመሃር ዶ ወይስ ናብ ካልእ ሰብ ወይ ናብ ካልእ ነገር ኢና ኣፀግዕ ነብሎ እዚ ነገር እዚ ማለት እዩ። ነቶም ጌጋታት ተቐቢልና ከዓ እንታይ ኣፈታትሕኦም ገጢምና እንታይ ኢና ክንገብሮ ዘለና ክንስዕሮ ጥራሕ እዩ ዘለና ከተጋጋይ ኢኻ ተወዲቕካ ኣመዓራሪኻ ጉዕዞኻ ክትቅፅል ኢኻ ማለት እዩ ኣብ ነፍሲ ወከፍ መዓልቲ ገለ ደቃይቕ ወሰድ ኣስተንትኖ ምስ ገዛእ ነብስና ከዓ ንግበር ማለት እዩ እዚ ዝተንትኖ ክንገብር ከለና መዓልታዊ እቲ ዘስተንተንካዮ ነገር ፀሓፎ እስኪ እንታይ እየ ገይረ እንታይ እየኻ ዘይገበርኩ ስለምንታይ ዘይገበርኩ እንዳበልካ ምስ ገዛእ ነብስኻ ዕላል እተው እዚ ልምዲ ንኣእምሮና እንታይ እዩ ዝሓሸ ልምዲ ዝሓሸ መገዲ ንክሕዝ እዩ ዘተግብሮ ስለዚ ኩሉ ግዜ እንታይ ንግበር ኣስተንትኖ ጌርና ምስ ገዛእ ነብስና እንዳተዘራረብና እንዳፀሓፍናዮ እንዳመሓየሽና ክንከይድ ክንክእል ኣለና ማለት እዩ ራብዓይቲ ነጥቢ በጺሕና ኣለና ናይ መወዳእታ ነዛ ቪድዮ እዚኣ ማለት እዩ ንነብስና ንበዳህያ ብድሆ መቸም ተፈታዊ ባህሪ ክህልወካ እንድሕር ኮይኑ ምቹ ኣይኮነን በቃ ሰፋሕፋሕ እንዳበልካ እንዳተዛነኻ ኣይኮነን ርእሱ ዝኸኣለ ብድሆ ኣለዎ ነቲ ብድሆ ግን ክንገጥሞ ገጢምና ከዓ ክንስዕሮ ግዴታ ናትና እዩ እዚ ክንገብር እንተ ዘይክኢልና እንታይ ኢና ኮይና ዘለና? ኢድና ሂብና ኣለና ማለት እዩ። እቲ ደሊናዮ ዘለና ተፈታዊ ናይ ብሉጽ ሰብ ባህሪ እውን ኣይክህልወናን እዩ። ስለዚ ነዚ ነገርዚ ክንገጥሞን ክንብድሆን እዩ ዘለና ማለት እዩ። ብፍላይ ኣብ ጽንኩር ዝኾነ ኩነታት እዚ ጽንኩር ዝኾነ ኩነታት በቃ ብትብዓትን ብጽንዓትን ገጢምካ ከም ትሰግሮ እስኻ ኣሚንካ ክትጓዓዝ ጥራሕ እዩ ዘለካ ግን ኩሉ ግዜ ክትገጥሞ ጥራሕ እዩ ዘለካ ዘን እቲ ብድሆ ክውዳእ እዩ ከምቲ ኣቦታትና ዝብልዎ እንድሕር ኮይኑሲ ለይትስ ንርእሳ ክትብል ትወግሕ በቃ ለይቲ ንባዕላ ኢላያ ትወግሕ እቲ ኩነታት ከኣ ክሓልፍ እዩ እስኻ ግን ጸኒዕካ በቃ ክትሓልፎ ክትብድሆ ዝሓሸ መዓልቲ ከምዝመጽእ ኣሚንካ ክትጓዓዝ ንዕኡ ክትቃለሶ ከለኻ ግድን ንገዛእ ነብሱ ኢሉ ክሓልፍ እዩ እቲ ነገር'ቲ። እስኻ ውን እቲ ትደልዮ ነገር እንዳኾንካ ኣዚኻ ድልዱልን ጥንኩርን ኮንካ ክትወጽእ ኢኻ ማለት እዩ። እዚ ጉዕዞ ፍጹም ኮንካ ምውጻእ ኣይኮነን እንታይ ደኣ ሓቀኛ ምዃን እዩ። ዝበዝሐ ግዜ ንከዛእ ነብስና ሓቀኛታት ኣይንኾን ኣለና። ፍጹምነት ዝብሃል ነገር የለን። እንታይ ደኣ እንዳኸድካ እንዳወደካ እንዳማሓየሽካ እንዳሓሽካ ኣብ ዝበለጸ ደረጃ እንዳበጻሕካ ኢኻ ትኸይድ ፍጹም ምስ ኮንኩ ሓደ ነገር ክገብር እየ እንድሕር ትብል ሃሊኻ ን ጥራሕ ጀምር እሞ ሓንቲ ነገር መዓልታዊ ኣማሓይሽ ሓንቲ ነገር ኣብታ ትገብራ ነገራት ኣማሓይሽ ሽዑ እቲ ደሊኻዮ ዘለኻ ሰብ ክትከውን ኢኻ ማለት እዩ ስለዚ ካባኹም ተደልዩ ዘሎ እዘን ነጥብታት እዚኤን ዝተዘርዘራ ርኢኹመን ኣለኹም በብሓደ ሕዝዋን በብሓደ ኣስተንትንወን። ካብ ሕጂ እዛ ቪድዮ እዚኣ ምስ ወዳእኹም ውን ኣብ ወረቐት ኣስፍሩ ኣየናይ ባህሪ ኢኹም ደሊኹሞ ዘለኹም ንስኹም ዝኾነ ባህሪ ኩን እሱ ቀሚጥኩም ካብ ታሽዓቲኣ ከኣ ጀሚርኩም ኪዱ ገዛኹም ምስ ኣተኹም ወይ ወጺኹም ኣብ ዝኾነ በጺሕኩም ምስ ተመለስኩም ከኣ ገምጋም ውሰዱ ኣስተንትኖ ውሰዱ። ክትጋገየ ዲኹም እወ ካብቲ ጌጋ ግን ተማሃሩ ወልሓደ ክገብረልኩም ዝኽእል ኣካል የለን ንምንታይ ተጋግየ ዘይኮነሲ ስለምንታይ ተጋግየ ብኸመይ ክእርሞ እኽእል እንድሕር ኢልካ ዝበለጸ ሰብ ክትከውን ኢኻ ናይ ሎማዓንቲ መደበይ ነዚኣ ትመስል ብጽሞና ስለዝተኸታተልኩምኒ ኣዝየ የመስግነኩም የቐንየለይ።